ፍንጃል ዶ ትማላእ ጀበና ዓይኒ ፍንጃል ዓይኒ ቐላይ ኣፉ ዘየጽረየ ዕንዱ ኩሕላይ ዕምበባ ሱፍ ተጠማታይ ምስኖ ኻዶ ቐበርናካ ማማይ ኣይ ኣይ ኣባኣስኩምና ምስ ኣቦይዝጊ ፍንጫሕ መሰንገለያ ኣንቱም ተባሃግቲ ስምኩም ተላገበ ምስ ኩልፈት ዛንታኹም ተቋረረ ምስ ፍልሰት ክብለካ ዶ ክብለካ ዶ ህፃን ኤቨን ኣንታ በለፀኛ ሕቕፎስ ካሉ ሰሲዕኻዮ ዋላ ሞታ ኣበይ እሞ ኣበይ እምበር ኢልካዮ ኣንታ ፃልጣ ንኣና ምስንባድ ምቕዛንካ ንሓፍትኻ ምቕናእ ምዝኽታምካ ይዋእ ይዋእ ኣቦኻ ኣማንኤል ሓላል ከም ሽሙ ኣማን ኣብ ቅልስ ናብራ ካምፓላ ጁባ ኣብ ዝባኑ እናም ክኸኸኾታ ሕምባሻ ጥምቀተ ዓመትካ ዘይለኸፈ ብናጽላኻ ዘይሓቆፈ ኣፍ ከጻርየካ እናሃረፈ ብድንገት ግን ነቲ ንሰብ ዝበጽሖ ንዕኡ እውን ከም ዝበጽሖ ሞትካን ሞት ኣዴኻን ምስ ተነገሮ ኩለንተንኡ ሃፈፎ ረገፎ ጸደፎ ሰዓመ ትንፋስ ኣልቦ ስዕመት ሓቆፈ መልሲ ኣልቦ ሕቕፎት ዝተለወሶ ንብዓት ኣንጻራዊ ኩነት ከመጣምራ ሰራው ንኣኻ ተላልዩ ሬሳኻን ሬሳ ኣዴኻን ምፍናው ኣብ ሓደ እዋን ክመርር ንኣባሓጎ ካልኣዛር ከኣ ኣመና ከበዶ ኣባሃጎ እናበልካ ክትሕንጎጎ ሕጂ እናመሰሎ ናብ ዓባይካ ገብርኤል ገጹ ዓይኑ ተኺሉ ንብዓቱ ይፍርሽሖ ሰብ እነቱ ነጊፉ ምስ ረኣየ ቐልባ ጌሹ ክምስ እናበላ ምስልኻ ተቐጅሉ ከምቲ ከምቲ ማይን ሑጻን መታርፍቲ ኮንኩም ዶ ኣደን ወድን መማውቲ ሬሳኹም ሬሳኹም ዓዲ እንክኣቱ ሰብ ሓንኲኹ ምረቱ ኣኻልብ ዓዲ ጭረኦም ደጎሉ ተቐባቢሎም ው እናበሉ ደም ኣብ ሙጎ ደበ ከይተረፉ ደጎል ሓከሉ ስምኩም ልዕሊ ህድሞታት ክርቋሕ ምስ ሰምዑ ኣብ ትሕሉም ኣብቲ ጣሻ እምበኣረ ከምዚ ይበሃል ኣሎ ብቕብብለ ዋላ ምስታ ዑፍ ቅርቅረ

ናበይ ዳእዩ ናብ መቓብር መህጻጸ ሔርነታ ሔርነታ እታ ብርኽቲ መርዓት ኣስካሉ ሓላል ንእስቲ ኽንሳ ናይቲ ዓቢ ገዛ ጽላል እዛ ኣልማዝ ድፍድፍ ወርቂ ርፍርፍ ካብ ቆጽሊ ክሳብ ሓኹምሽቲ ተፍቅር ካብ ማይ ትሕረ ካብ መዓር ትምቅር። ኣየ ዝዓላ ቅንዕና ጣቋኣ ውሕልነት ኣርማኣ ጭውነት ዝዘንጋ ዝረፍረፍ ዘለ ታሕጓሳ ከም ሽራራ ልግሲ ዝቕድማ ንብዓ ኣደራሪዛ ህርኩት ዝማማ መኹርዒት ወለዳ መኽበሪት ሓሞኣ ናፍቖት ሰብኣያ ብተስፋ ተቋሲ ኣብ ዝባና ተጽሕዮ ናይ ዘመንና ቃልሲ እምበኣር ተወዲእዋ ኔሩዩስ ዓቃል መርዓት ሃጽ ዶ በለት ንኣሚና ክትሽልቐሉ ገዓት ክትኮኖ ግምጃ ለዓት ጸዓት ምፍልላይ ከተሕጽር ገመድ ስደት ክዝርዝር ምድሪ ቤታ ተቋሪሩ ምድሪ ጓና ክሰብሕ እናበላ ሕርኽርኽ ስደት ንሰብኣያ ከይኣኽሎ ወዳ ኣኸቲላ ውላዳ ኣኸቲላ ክትጽንበሮ ደቃ ኣኸቲላ ክትጽንበሮ ኣብ ዶብ ኬንያ ኡጋንዳ ኣብ ንእሽቶ መኪና ዶብ ሂወትን ሞትን ኮይና ሞት ከምዛ ቀርኒ ላም ፈልያ ካብ ሸሞንተ ትንፋስ ሽድሽተ ሓርያ ቁማር እንካበለት ብዘይ ዝርያ መምስ ደቀን ክልተ ዛውያ ክልተ ድማ ጎበዝ ዓጠምጠማ ሓደጋ ጸልመተቶ ካብ ብርሃን ቀልጢፋ ዕምባባይ ዕምባባይ ቀጠፈትልናዶ ካብ ጓልኪ መንጢላ ሸሞንተ ዓመት ጥራይ ይኣኽለኪ ተባሂላ ካብ ሕቕ ፍዳኣ ተኾሊፋ ድሌት ዝስማ ህጻን ኮመለይቲ ከይኣኽላ ነኢዳ ምስበርቲ ከቢዱዋ እነሆ ናይ ዘልኣለም መኹለፍቲ ወላዲታን ሓዋን ህላዌኦም ኣብ ቅድሚኣ እናፈሰሰ፣ ዝኽትምና ብሓፊሱ ብፍሩዩ ብውዑዩ ብጥሉሉ ብሸዊቱ ብኣሻኹ ብጽውጉ ብኹሙሩ ኣብ ልባ ኮይኑ ሰፈሩ ንሓዋሩ ክላ ክላ ክላ ክላ ኣነ ደጋጊመ ደጋጊመ ንሞት ተቐይመላ እንተ ፍልሖ ዓድና እሞ ከበሮ ሓምሓሞም እናዘበጡ እዛ ኮርዒዳ እዛ ኮርዒዳ እምብለይ ዝበለት ምፍላይ ካብ ውላዳ ዕደ ነሳእኻ ዝበለቶ ንፍልሖ ናይ ስደታ እናበሉ ኮታ እናበሉ ኮታ ልዕሊ ገረብ ዕጣን ሓፊስ ንብዓት ኣግራብ ዓድናውን ብዒምዲዶኦም ኣይበቐቑን። ቆፎ እዚ ሓላል ቤት ናፊቑዎ ድሮ እቲ ናትኪ ጠረን፣ ሃጒፉዎ እነሆ እቲ ናትኪ ሸነን ካብቲ ውዑይ ደምኪ ክፈልዮ ኣይከኣለን። ንኣይውን እንታይ ሓዲግክለይ ዜማ ኣወጃቢርክሉ መዝሙረይ ብልቕሶ ሆጭታ ከብደይ ተበቲኑ ትብዓታ።

ጸሓይ ምስ ኮኾባ ቐበርኩም ኣብ ዓዲ ሳህላየ ደገ ሰላም ብቐትሩ ጸልመተ ገደናና ሸዊታቱ ምስ ተዘምተ ጭል ቃጭል ጭል ቃጭል ዕጣን ብትን ብትን ቅሊው ቅሊው ቅሊው ልብታት እናበላ ቕልው ድባብ ተመርሐ ካብቲ ማዕዶ

እስጦብያ ኣብ ኣፈፌት ትቕበሎም ሉቻን ኣብ ውሽጢ መቓብር ተሳልዮም በርሀ ምድሪ ቤት ዘማሙቖም መቓብር ብመቓብራ ተእንግዶም ክብል ሓሲበ ነይረ ተጣዒሰ ነኹየ ተጣዒሰ ነኹየ ኣበይ ደሊኽሞሜ ኣበይ ደሊኽሞሜ ምሉእ እዚ ቤቶም እየ ምሉእ ስሉም ዝቆፎኦም እየ እንታይ መቃብሩ ነዚኦም እየ ተንኮባ ነይ ግዜኦም እየ ጉያ ዝምእምኦም እየ ሰሓቅ ዝጥዕሞም እየ ትንፋስ ኣዋጽእሎም እየ ትንፋስ ኣዋጽእሎም እየ ሰልሙለይ መርዓት ሰልሙለይ መርዓት

ኣንታ ኣንታ ምልስ ደሞ ቢለያ ገጸየ ምልስ ደሞ ቢለያ ገጸየ ልበይሲ ምሳኹም ያየ ልበይሲ ምሳኹም ያየ እናተባህለ ዓዲ ብዓዳ ሩባ ሩባ ኮይኑ ዶሮና ሓሽከት ቀባሪ ጸበቦ ቅርዓትና ሽዑ ዕምበባ መሸላ ንቐባሪ ዝተዓደለ እቲኳ ዓሚ ብመዋቲት ዝተጎንኤ ፍርቁ ንኣፈይ ፍርቁ ንመሬት በቲነ ናብቲ ቅርዓት ኣምርሔ ኣብ መንጎ ቀባሪ ርእሱ ዝደፍኤ ኢዱ ዝጠወየ ገጹ ዝፈሰመ መንፈሱ ዝጠውለገ ርእሱ ዝቀርቀረ ሳልስቲ እኽሊ ዘይለኸፈ እታ ዓባይ ጀበና ትጽበየና ኔራ ኣብ መንጎ እተን ኣንስቲ ጸጉረን ዝኣሰራ ኣብ መንጎ እተን ተሸብሸባ ኣብ ፊት እቲ መኣዲ ቋሬጣ ተኪዛ ቃዚና ሰኺና ኣብ ኣጋ ምቕዳሓ ንሳ ውን ፍግም ድንክል ፈጋዕ ክስክስ በለት ኣብቲ መሬት ፍንጃላ ለኪማ ከማኺ ተሰበረት ፍንጃላ ለኪማ እታ ጀበና ከማኺ ተሰበረት። እዛ ግጥሚ እዚኣ ብመዘከርታ ማለት ብምክንያት መሪር ሓዘን ናይ ሴት ሓውና ኣማኒኤል ኣልኣዛር ማለት ክብርቲ በዓልቲ ቤቱ ነፍስሄር ኣስካሉ በረኸተኣብ በዓልቲ ጽርቤታይ ምስ ህጻን ውላዳ ህጻን ኤቨን ኣማን ኣልኣዛር ወዲ ዓዲ ሳህላይ ኣብ ዘጋጠመ ናይ መኪና ሓደጋ ንዕኦም ዝተወፈየት እያ ከምኡ ውን ንኩሎም ኣብ ጉዕዞ ስደት ይኹን ብዝተፈላለየ ኣጋጣሚ ብሓደጋ ካብዛ ዓለም ንዝፈለ ንዝተፈለዩ ሰባት መዘከርታ ክትኮነለይ በዚ ኣጋጣሚ እዚ ይምነ እዛ ግጥሚ እዚኣ ብሰባ ኪዳን ዝተፃሕፈት ኮይና ከምኡ ውን ብሰባ ኪዳን ዝተነበበት ኮይና ኣብ ዕለት ሰለስተ ወርሓ ዓሰርተ ሓደ ክልተ ሽሕን ዓሰርተ ሸዓተን ኣብ ሆላንድ ተጀሚራ ማለት እዚ መዓልቲ እዚ እቲ ሬሳ ንኤርትራ ዝኣተወሉ እዩ። ኣብ ዕለት ዕስራን ክልተን ወርሒ ዓሰርተ ሓደ ክልተ ሽሕን ዓሰርተ ትሽዓተን ከኣ ኣብ ፓሪስ ተወዲኣ እዛ ግጥሚ እዚኣ በስ እዚ ዶግዓዊ ግጥሚ እዩ ማለት ናይ ልቕሶ ግጥሚ እዩ በስ ንእሽተይ ንዝኽሮም ተባሂላ ዝተገበረት ነገር እያ ፅንዓት ንቤተሰብን ፈተውትን ንኩሉ ሰማዕን ንመወቲ ከዓ መንግስተ ሰማይ ይቀኒለይ